ከመይ እኔኹም ሰላም ድኹም ኣነ ሰላም እየ እግዚኣብሔር ይመስገን ለጥፈእኒ ምኽንያት ንእሽተይ በተለይ ከማይ ልበላ ኣሕዋተይ ካብ ስደት ልኣተያ ንእሽተይ ኣስተምህሮ ክረኽባሉ ይኾን ኣየን ኢለ እየ
ሽግር ማ ደብረ ሃለዋ መዲና ኣለም በዩ ገዛ ኣቀሚጣ ካሳ ኣደመ ካስ ተሕዋል ዝብኢ ዋይ መድሃ ኣለም ሓጉዝኪ ዘይነመሪሃ እያ። ኣብቲ ልተካረክዎ ገዛ ሞባይል ምናምን ወርቂ ናይ ክሳደይ ለይ ነይሩ ፈኪኮም ኣትዮም ያው ለለ ንብረት እስካዕ ክልተ ሚእቲ ሰብዓይ ኣርባዕተ ሽሕ ኣካባቢ። ኩሉ ግዜ ኣብ ዝልደወለለይ ሰዓት ሲ ኣብ ወረስ ልኮነ እንትን ተሰሚዕኒ ርብሽ ኢለ በቃ ትሕግስ እኳ ኩላትና ንፈልጦ ኢና ብቱ ሐዚ እኒኤ ደረጃዋ ግን ሓደ ሰብሲ ኣቁሑ ተሰሪቁስ ትሰራቂ ብጉቦ ትተሰራቂ ብጉቦ ክከተሎ ከቢድ እዩ ስል ከኣ እካ ትበሊ ለቶም ሰብ ሕገ ገልገልቲ ኮይንካ እካ ትተርፍ እና ቀድሚ እዚ ክትጣራጠሮሉ ልገብረካ ምክንያት ከብራህረህል ክንደልየ ማለት እዩ ካብ ውሽጢ ገዛ ምኳኑ ሰራቅየይ ከምሊ ኢፋ ትዲኤፍ ኣዱ ወልድሽ ሓወይ ወድነይ ማለት እዩ መብርሂት ሓፍተይ ብጣዕሚ ብጣዕሚ እየ ለመስግን በተለይ ወድነይ ቃላት የብለይ ተኽኢልክን ቅድሚ ምምፃእኽን ሰለስተ ኣርባዕተ መዓልቲ ቀርየክ እንተሎ ካርጎ ትልእኸኦ ሰላም ሰላም ናይ ምቡ ዩቱብ ቤተሰብ ተኸታተልቲ ኣሜን ኢኹም ሰላም ድኹም ኣነ ሰላም እየ እግዚኣብሔር መስገን በብለለኹምዎ ሰላም እግዚኣብሔር ብዙሕ ተረፍ የለልኩም ኣሜን ኢኹም ዳሕና ዲኹም ያው ብዙሓት ኣሕዋተይ መጺኹም ብመሰንጀር እታ ኮንኪ ጠፊእኺ ናዳሕናኺ ዲኺ ምናምን ልበልኩም ነለኹም እና ለጥፈእኒ መኽንያት ንእሽተይ በተለይ ከማይ ልበላ ኣሕዋተይ ካብ ስደት ልኣተያ ንእሽተይ ኣስተምህሮ ክረኽባሉ ይኾን ኣየን ኢለ እየ ሒዘዮ መጽየ እና ያው ከምቲ ኩሉ ትግራዋይ ለጋጥሞ በተለይ ኣብዚ ሕዚ ግዜ ምስቲ ሕጊ ለይምህላው ለጋጥም ነገር የጋጢሙኒ ያው ሓደ ሓደ ግዜ በተለይ ካብ ደገ ኔርና ንኣቲ ሰባት ማለት እዩ ሰብ ብጣዕሚ ኢና ንኣምን ኩሉ ከም ባዕልና እዩ ልመስለና ምክንያቱ ደገ ኔርና ክንኣቲ ተለና እንድዒ እቲ ጸገማት ስለ ንርኢ ይመስለኒሲ ብዙሕ ሰብስ ክብድለና እዩ ኢልና ይንኣምን እዩ እና ኣነ ለጋጠመኒ ነገር ወይ ከዓ ለጥፈአኒ ነገር እንታይ መሲልኩም ገዛ ተኻረየ፣ ኣብቱ ልተኻረኹዎ ገዛ ኣጋጣሚ ምስቱ ለሎ ኩነታት ገንዘብ ኣጋጣሚ ኣውፅኤ ነይረ፣ ያው ልኾነ ሞባይል ምናምን ወርቂ ናይ ክሳደይ ለይ ነይሩ፣ ልኾነ ካብ ዓዲ ለጋጠመኒ ነገር ነይሩ ልዓዲ ከይደ ካብቱ ገዛ ልተኻረኹዎ፣ ያው ስርቂ ኣጋጢሙ ማለት እዩ ገዛ ፈኺኾም ሰይሮም ለይኾኑለሲ ፈኺኾም ኣትዮም ያው ለለ ንብረት እስካዕ ክልተ ሚእቲ ሰብዓይ ኣርባዕተ ሽሕ ኣካባቢ ተሰሪቐ ብዙይ ኣጋጣሚ ደሞ ጠፊኤ ያውቱ ኩነታት እኳ ኣብ ሕጊ ኣሎ ትሕግስ እኳ ኩላትና ንፈልጦ ኢና ብቱ ሐዚ እኒኤ ደረጃዋ ግን በተለይ በተለይ ደቂ ኣንስትዮ ኣሕዋተይ ደቂ ኣንስትዮ ታይ ኢኺ ደቂ ኣንስትዮ ትብሊ ደቂ ኣንስትዮ ትብሊ ከይትብሉ ይቅርታ ዋላ ደቂ ተባዕትዮ ኣሕዋተይ ኢለ ምንም የገበርኩምኒ ግን ኣብቱ ታሕቲ ንጥቀዐሉ ሲ መብዛሕትኤና ደቂ ኣንስትዮ ኢና ኢለ እየ ልኣምን እና በተለይ በተለይ ንካረየ ገዛ ምፍላጥ ፅቡቅ እዩ ካብኡ ከዓ ገዛ ተካሪና ክንከድ ተለና ወይ ልዓዲ ወይ ላብ መርዓ ወይ ላብ ክርስትና ወይ ላብ ልኮነ ላብ ቤተሰብ ልሓድር ክንሓድግ ኣለና ወላ መርፍእ ክልዓለና የብሉ እየ ልብል ያው ሓደ ሓደ ግዜ ሰብ ኣሚንካ ሃየ ኢልካዮ ምናምን ከድካ ልብክን ካብ ትስበራ ከምቶ ኣነ ኣጋጢሙኒ ን ካብ ለጋጥመክን ቤተሰብክን ናይ ባዕልክን ገዲፍክን ኣሎ ተትኸዳ እምበይ ኣብ ውሽጢ ግቢ ኮይኑ ኣብቲ ውሽጢ ግቢ ለ ብዙሕ ሰራቅ ኣሎ ካብቶም በዓል ሰብ ገዛ ማለት እዩ እና ከምኡ እየ ኣጋጢምኒ ክደገ ወፅኡ ክደገ መፅኡ ይኮንኩ ተሰሪቀ ኣብቲ ውሽጢ ብዙሕ ሪከርድታት ለለዎ ቆልዓ እየ ተሰሪቀ እና ኣሕዋተይ ደሞ ትካረዩ እገዛ ሓደ ምፍላጥ ፅቡቅ እዩ መቸም ከይድካ ገዛ ክትእልሽ ተለካ እኳ ከመይ እዩ ኢልካዩ ማንም ሂስትሮ ለይክነግረካ ይክእል እዩ ግን እስካዕ ትለምድኦ ቤተሰብ ገዲፍክን ኪዳ ዋላ ኣዋጅም ከምኡ እዩ ናተይ ዓሸሽትነት ኣይመሲልክን ሓደ ከም ደስታካ ዓፂካ ከምቲ ናይ ቀደም ዓፂካ ገዛ ከይድካ ተመሊስካ ከምኡ ብዕፅው ትረክቦ መሲልኒ ያው ዓጽየ ከይደ ያው ኣፍታ ውሽጢ በካራይ እየ ብዙሕ ንብረት ተሰሪቀ ማለት እዩ ገንዘብ ከምቲ ልብለኩም ኣለኩ እና ኣካረይትና ምፍላጥ ጽቡቅ እዩ ካብኡ ከኣ ክንውጽእ ተለና ከኣ ሰብ ገዲፍክና ምውጻእ ጽቡቅ እዩ እየ ልብል እና ለጥፈእኒ ምክንያት ወይ ከኣ እታ ኮይንኪ ኢኪ እታ ዩቱብ ገዲፍኩ እየ ድክ ልበልክናኒ ገዲፈዮ ኩንኩ ያው ኣፍቱ ሕጊ ላተማላለስኩ ስለ ለቐነኹ እየ እና ናየይ ነገር ከየጋጥመክን ወይ ካዓ ኣነ ልወደቕኩዎ ደረጃ ለከይትወድቃ እየ ዘን ኣሕዋተይ ማዓረይ እዙይስ ይጠቅም ይኾን እየ ኢለ እየ ኣምፅኤዮ እምበይ ምንም ጥቕሚ ተለይህልዮ ሱቕ ኢለ ምሕላፍ ይካኣል እዩ ግን ሓደ ሓደ ደቂ ኣንስትዮ ኣሕዋተይ መፂእኽን ካብ ደገ ዘው ኢልክን ገዛ ተኻሪኽን ዓፂኽን ላብ ቤተሰብ ወይ ላዳ ሓዘን ወይ ላዳ መርዓ ከይድክን ኣፍቲ ኣነ ልወጸኸኒ እንትን ከይትበጽሓ ኢለ እየ ቢያንስ ንእሽተይ ክመሃረሉ ይኾን እዩ ኢለ እየ ለማሓላልፈልኹ እምበይ ኣነ እግዚኣብሔር ይመስገን ኣደ ብዚሓ ትውለድ ሻላ ደቅነይ ንብዓተይ ተደቢሱ እዩ እና ከምዚታት ከጋጥመና ተለለ ቶሎ ኢድና ለይምሃብ እየ ልብል። ምኽንያቱሲ ልምለስ ነገር የለይ መድሂንኣለም ፈቂድዎ ክኾን ይኽእል እዩ ወይ ካዓ ልፅቡቅ ነገር ክኾን ይኽእል እዩ ኢልካ ምሕላፍ ለፅቡቅ እዩ ግን ደሞ ከምዚታት ከጋጥም ተሎ ደሞ ብዙሓት ለዋሃት ኣሕዋትና ኣለዋ ቅድሚ ምጉደእን ወይ ካዓ ቅድሚ ምስራቀን ባዕልኻ ልባዕልኻ ቸክ ምግባር ባዕልኻ ልባዕልኻ ለገጠመ ነገር ኣፍቲ ምድራዊ ለሎ ሓቂ ምክፋል ፅቡቅ እየ ኢለ እየ እዚ ምኽሪ ሒዘዮ መፅየና ምጥንቃቅ ፅቡቅ እዩ ኣሕዋተይ ማዓረይ ብኸምዙይ ምኽንያት እየ ጠፊኤ ካብኡ ከኣ ኣብቱ ታሕቲ ኣብቱ ምድራዊ ሓቂ ለሎ ሕግታት ብዙሕ ዝሕልት ዝሕልሕል ልበለ ስለ ልኾነ ብኡታት ተባሳጭ እየ ምናምን እየ እንትን ኢለ ሐዚ ግን እግዚኣብሔር ይምስገን እና ክቡራት ኣሕዋተይ ኣብ ህይወትና ሸለልትነት ክህሊ ይውሊ ምክንያቱ ሕጊ ከምለየለላ ፈለጥና ሸለልትነት ክህልየና ይውሊ ሕጊ ተልዩ ሸለል ተይልካ ዋላ ተመርሚሩ ድዩ ተጎሲሱ ድዩ ዋላ ብዙሕ ነገር ድዩ ተገይሩ ክመጽእ ይክእል እዩ ግን ኣብቲ መሬት ለሎ ኣብ ትግራይ ለሎ ሕጊ ስለለየለ ሸለልትነት ክልየና የውሊ ብኸማየይን ክንዳየይን ሸለልትነት ይኣክል ምክንያቱ ብክልተ ሰዋሲ ብዙሕ ሰብ ክመሃረሉ ኣለዎ እየ ልብል እና በዓልትና ንጠንቀቕ ኣካራይ ሰብ ገዛ ተኮይንክንለ በተለይ ሰብ ገዛ ተኾይንኩምላ ተካርይዎ ሰብ ምፍላጥ ተኻራይቲ ተኾይንክን ከዓ ብደንቢ ክትወፃ ተለኽን እግሪ እግርኽን ገዛኽን ክሕልየልክን ልኽእል ልሰብ ገዛ ሃየ ኢልክን ኣይትውፃኣ ምኽንያቱ ብዙሕ ዋጋ ኢኻ ትኸፍል ብዙሕ ኣነ ያው ካብ ገዛ ስለ ዝኾነ ሰራቂ እየ እምበይ ብዙሕ ንብረት ነይሩኒ ብዙሕ ማዕረ ሸውዓተ ሸሞንተ ኮምቦርታ ኣሎ ልሓደ ኮምቦርታ እስከ ዓሰርተ ሽሕ ይኸድ እዩ ተለበይን ኣላ ያው ተለበይንስ ተፈቲሓ ብ መንገዲ እያ ተሪፋ ሰብ ግዲኡ መጺኡዎ እንድዒ ብዙሓት ልሓደ ሰብሲ ልምንታይ ዋላ ማንካ ለይትኾን በቂ እያ ትኣክል እያ ልሞራል ሰብ ምስባር ማለት እዩ በተለይ ልሰሪሑ ልልበልዕ ብረሃጹ ልልነብር ሰብ እና ደቂ ኣንስትዮ ኣሕዋተይ ኩኑ ደቂ ተባዕትዮ ኣሕዋተይ ኩኑ ጥንቃቄ በቃ ዕሽሽትነትስ ክህልየና የውሊ ሰብ ክንኣምን የብልናይ በቃ ክልተ ሰብ ክንኮን ኣለና ተጣራጠርትና ኣመንቲ ምኽንያቱ እንድሕር ትጠራጠር ኮንካ ገዛኻ ገዲፍካ ኣይትኸዲ ኣማኒ ተኾንካለ እውን ኣይትጉዳኢ ኣማኒ ተኾንካ ትጉዳኣለ ኢኻ ግን ደሞ ኣማኒ ተጠራጣሪ ትኾን ኣለካ ገዲፈዮ ተኸይደኸ እንታይ ከጋጥመኒ ይኽእል ሃየ ኢለዮም ተኸይደኸ ኣሚነዮም ተኸይ በቃሲ ተጠራጠርቲ ክገጥመኒ ይኽእል እዩ ለይ ክገጥመኒ ይኽእል እዩ ኢልና ብደንቢ ንቐርቦ ሰባት ፈሊጥና፣ ንኣትዮ ገዛ ፈሊጥና፣ ንኸዶ ርሕቐት መንገዲ ፈሊጥና ሰብ ወኪልና ክንከድ ኣለና በቃ። በተለይ በተለይ ብቲ ሕዚ ግዜ ለሎ ኢኮኖሚ ሓንቲ ሓንቲ ማንካ ትኹን ሓንቲ ጭልፋ ትኹን ሓንቲ እንትን በተለይ ኸማይ ደቂ ኣንስትዮ ኣብ ደገ ኔርካ ሰሪሕኻ ርሂጽካ ክሓልፈሉ ኢልካ መጺኻ ኣብ ዓድኻ ብናዋዕልኻ ሰብ ክስረቕ ተሎ ብለይ ብለይ ረብሕ ሰብ ክስረቕ ተለኻ ብጣዕሚ እዩ ከቢድ እና ከምቲ ሕጊ ለየለ ዕሽሽትነት ከልየና የውሊ ካላይ ካዕና ሰብ ምስማዕ ኣየድሊ እየ ልብል ከም ኣነ ኩናት እኒኦ ከምዚ ኮነ ከምዚ ኮነ ከምዚ ኮነ ክብለካ ተሎ ምስ ሃገርካ ትለይውሉ ከ ታይ ክበልዕ እዩ እና ንሕዚ መብዛሕቲኡ ኩናት እኒኦ እዩ ውሽጢ ጥቅምቲ ምናምን ምናምን ዋላ ዳኣ ውሽጠይ ይቀበሎ ግን ደሞ ስለ ነይንወርኮ ውዚፍቱ ኩናት ግዜ ክኾን ዶ ይኾን ይኽእል ኢለ እየ ኣውፅኤዮ እና በጃኽን በጃኽን ጥንቃቄ ንግበር ጥንቃቄ ልኩሉ ግዜ ዓምዲ እዩ በቃ ስለዚ እሕዋተይ ማዓረይ ብከምዙይ ምክንያት እየ ጠፊኤ ነይረ ኣትን ትመፃ ኣሕዋተይን መፂክን ሰብ ምፍላጥ ፅቡቅ እዩ በቃ ክልተ ገፅ ሳንቲም ክልተ ገፅ እያ ክልተ ገፅ ኩና ምክንያቱ ኣነ ሓንቲ ገፅ ስለልፀናሕኩ ተጎዲኤ ኣለኩ እስካትን ከዓ ብቲ ናተይ ሂወት ተምሂርክን ሳንቲም ክልተ ገፅ ኩና ጎራሓትም የዋሃትም ምክንያቱ ጎራሒ ለዋሂ ኣይጎድእ ኢሉ ሰብ ኣይጎድእ ኢሉ ባዕሉ እዩ ግን ይጥንቀቀሉ እና ክልተ ገጽ ክህልየክን ኣለዎ ወይ ከኣ ክልተ ባህሪ ክህልየክን ኣለዎ ዘን ኣሕዋተይ መዓረይ እና መብዛሕቲኡ ደቂ ኣንስትዮ ኣብቱ ኩነታት እዙይ ስለ ልጥቃዕ እየን ደቂ ኣንስትዮ ደቂ ኣንስትዮ ይትበሊ ክትብሉን ትኽእሉ ኢኹም እና ኣብ ትግራይ መጺኻ ድሕር ተጠንቂቕካ ምንባር ይከኣል እዩ ብናባዕልኻ ከም ሰብ ልበለካ ወይ ከዓ ከም ጎረበትካ ሊኾንካ ምንባር ይከኣል እዩ ኣብ ደገ ልልኽን ኣሕዋተይ ተስፋ ከይትቆርፃ ክትኣትያ ተሓስባ ተስፋ ከይትቆርፃ ኣግባብ ጌርካ መንገድካ ሒዝካ እንድሕር ክትከድ ኮንካ ትከድ ኢካ ተብተብ ኢልካ ላብ ሕማቅ ነገር ተኣትየ ሰብ ተኣትየ ገዛ ኩሉ ምስትውዓል ኣድላይ እዩ ኣይንቸኩል ብዙሓት ደቂ ኣንስትዮ ብስርቂ ይኹን ዋላ ኣብ ሂወት ሓዳር ይኹን ዋላ ኣብ ቤተሰብ ይኹን ብዙሕ ነገር ስለ ንወድቅ ዝነገራት እዙይ ጥንቃቄ የድሊ እዩ። እና ጎራሓቲ ገርህታቲ ኮይንክን ተጓዓዛ እና ያው እቲ ናየይ ለጋጠማ ኣብ ማንም ጓል ኣንስተይቲ ከጋጥም ኣይደሊ የኾነ ኣብ ማንም ጓል ኣንስተይቲ ኣብ ማንም ናሰብ ፍጡር ምክንያቱ ብንእሽተይ ነገር ውሽጥካ ብጣዕሚ ኢካ ትጉዳእ በተለይ ኣብ ዓድካ ኮይንካ ሕጊ ክትስእን ተለካ እቲ ሕጊ ሱቅ ኢሉ ድብለቅላቁ ክወጽእ ተሎ ከቢድ እዩ ሓደ ሰብሲ ኣቁሑ ተሰሪቁስ ትሰራቂ ብጉቦ ትተሰራቂ ብጉቦ ክከተሎ ከቢድ እዩ ሱእ ኢልካ እካ ትበሊ ለቶም ሰብ ሕገ ገልገልቲ ኮይንካ እካ ተተርፍ እና ቀድሚ እዚ ንጠንቀቅ እና ክብራት ኣሕዋተይ ሰራቅየይ ካብ ገዛ እዩ ካብ ውሽጢ ግቢ እዩ ለበለኒ ምክንያት ከመይ መሲልክን ክብረህልክን ብደንቢ ክትጣራጠሮሉ ልገብረካ ምክንያት ከብራህረህልክን ደልየ ማለት እዩ ካብ ውሽጢ ገዛ ምኳኑ ሰራቅየይ ለረጋገፅኩ ተለበይን ኣላ ማሽናት ኣለዉ ክደገ ለምፃኹዎም ናይ ሽንጉርቲ ኣሎ ናይ ስጋ ኣሎ ናይ ቡና ኣሎ ብዙሕ ነገር ኣሎ ልዕሊ ሸውዓተ ሸሞንተ ኮምቦርታም ኣሎ ሸዋ እቲ ሸሞንተ ኪሎ ሽዱሽተ ኪሎ ኮምቦርታም ኣሎ ኮምቦርታ ለሓደ ክንደ እዩ ንፈልጦ ኢና ልዕሊ ሰማንያ ሽሕ ኮምቦርታ ሰሎ እና እሱ ክስረቕ ነይሩ እዩ ካብ ደገ ተልኾን ምሸት ክኾን ነይርዎ ምክንያቱ ተለበይን ኣላ ካልእ ተቑሑ ከም ትልብለክን ኣለኹ ክዳውንቲ ኣሎ ለይተሰፈየ ሱፍ ሀዚ ኣሎ ብዙሕ ሓደ ሰክልተ ሰለስተ ኣሎ እሱታት ሒዙ ምካድ ይከኣል ነይሩ እዩ እና ካብ ውሽጢ ግበ እዩ ለበለኒ ቅርሺ ወርቂ ሞባይል ኣልዒሉ ልከድ ካብ ውሽጢ እዩ እምበይ ጠቅሊሉ ሰራቂ ተልኮን ቀትሪ መዓልቲ እዩ ሽዱሽተ ሰዓት ሽዱሽተ ሰዓት መቸምሲ ኣደገኛ ኣጡር እዩ ማንም ሰብ ዘሊሉ ክኣተይ ይኽእል'ዩ ኣይኮነን ዶ ቀትርሲ ምሽ ኣይኮነን ዶ ምሸትሲ ቀትሪ እኳስ ልምእታዩስ ብጣዕሚ ኢለ ፍራሕ ትግቢ እና ኣብዚ ኣጋጣሚ ደሞ ኣብቱ እነበርኩዎ ገዛ ኣብቱ ታሕቲ ልዕሊ ኣርባዕተ ዶር እዩ ኣብቱ ታሕቲ በይነይ ስለ እነበርኩ እየ ካልእ ተኻራይም የለይ እና ካብ ውሽጢ ግቢ እዩ ለብለን ለብደንቢ ዋላ ኣብቱ ገዛ ውሽጢሲ ዕጹው እዩ ግቢ ሕቱም እዩ ምንም መእተይ የውሊ ኢልናስ ክንጣራጠር የብልና ኣቁሕና ሱቅ ኢልና ደርቢና ክንከድስ የብልናይ ሰራቂ የለ ኢልናስ ተኣማሚንና ክንከድ የብልናይ እና ልሰርቀካ ሓደ ፈላጥ ውሽጥካ እዩ ላበይ ትወጽእ ታይ ትሰርሕ ታይ ኣለዋ ኣነ ብዙይ ኣጋጣሚ ናባዕለይ ስሕተት ለለንለ ጣፈ ውፅኢ ምናምን ኢላህንሲ ቅርሸ ውፅኤ እየ ኢለ ፅዋ መሊቁኒ ብድሕሪኡ እዛ ቀዳም ተዛሪበያስ ሰንበት እየ ወፅየ ከይደ ካብታ ገዛ ማለት እዩ እና ብከምዚ ምክንያት እየ ብደንብ ክብራህራህልክል እንደለኹ ሰዓት ሽዱሽተ ናደግ ክደገ መፅኡ ልሰርቕ ሰራቂ የለይ ካብኡ ከዓ ቅርሽና ሞባይልና ወርቂ ኣልዒሉ ልኸድ የለይ ካብኡ ከዓ ገዛ ብደንቢ ተፈኺኹ እዩ ተሰይሩ የኮነ ወፂኡ እና ካብ ከምዚ ብደንቢ ክትጥንቀቕ ኣለክን ሌባ ካብ ደገ ለይኮነ ልመፅእ ካብ ውሽጥኻ ካብኡ ካዓ ፈላጥ ውሽጥኻ ታይ ትሰርሕ ኣበይ ትውዕል እና ቅድሚ ሐዚ ክልተ ወርሒ ልተቀመጥኩሉ ገዛ ልዕሊ ዓሰርተ ትሽዓንተ ማዓልቲ ዓፅየዮ ከይደ ነይረ ክቀርፅ ቀረፃታት ኣብ ለርብሃ ፅሃ ጥቅምቲ ምናምን ወላ ቁልፉ ሓዲጎዮ ይኸድ ነይረ ልዕሊ ክልተ ሚእቲ ሰላሳ ሽሕ ኣውፅኤ ገዲፎዮ ልኸድኩ ነይረ ግን ሓንቲ ቅርሺ ተልዒላትኒ ኣይትፈልጥ ለዛ ምስ ቁልፊ ኣብና ኣንጎሎ ርማዴ ሲ ኣእትየ ቆሊፈ ትቁልፈው ዝዋኑ ረሲዖዮ ልኸድኩ ግዜታት ኔሩ ግን ተን ሰብ ገዛ ብጣዕሚ እዮም ጥዑያት በቃ ኣይደኖ ሓደ ሓደ ግዜ ሲ ልክፍትነካ ዶ ይኮን እግዚኣብሔር ወላስ መድሂን ኣለም ባዕሉ ፈቂድዎ እዩ እምበይ ኣብቱ ዕሽሽ ትብለሉ ለይቲ ስረቕሲ ኣብቱ ጥዑይ ገዛ ትብለሉ ልምድታት ለለዎም ኣብቲ ውሽጢ ሪከርድታት ለለዎም ኣነ ሕዚ ሽዱሽተ ሸውዓተ ሪከርድ ብስርቂ ለለዎ እዩ ተቆልዓ ግን ኣብቲ ሕጊ ንእሽተይ እንትን ስለ ዝኾነ ያው ምምኳር እዩ ኢለ ኣብቲ ሕጊ ደረጃ ኣትየ እኒኦኹ እምበይ ኣብቲ ሕጊ ስለለየለ ሕጊ ክጠቕመካ ስለለይኽእል ብዙሕ ሕዚ ግዜ ምጥንቃቕ እዩ ለድሊ በቃ ሰበይ ንእመን እና ብከምዚ ምክንያት እየ ከብራህርህልክን ደልየና ዘን ኣሕዋተይ ማዕረይ ጥንቃቄ ጌርና ተንጓዓዝ ጽቡቅ እዩ ምክንያቱ ኣብዚ ሐዚ ግዜ ኣይኮነ ኢደ ተሰሪቅካ ልኮነ ሕማቅ ቃላት ተናጊርካ ቤተሰብካ ቶሎ ትስቦረሉ ግዜ ኢና ለለና በተለይ ኣብ ደገ ነበርና ሰባት ሰብ ልሕብሕበና ኢና ንደሊ በቃ ናባዓልትና ንህብ እምበይ ካብ ሰብ ንቅበል ሰባት ለይኮናይ እና ልብና ንጹህ ጌርና ስለ ንጓዓዝ ኩሉ ሰብ ልቡ ንጹህ ማለት የኮነ እና ንቀርቦ ሰብ ለምፍላጥ ጽቡቅ እዩ ብኩሉ ስኢልካ ተብተብ ኢልካ ትኣትዮ ነገር ገዛና ተብተብ ኢልካ ትወጾ እንትን እንዴ ሽንትቤት ኢኻ ተሎ ኢልካ ትኣቱ እሞ ተሎ ኢልካ ትወጽእ ምክንያቱ እኸፍ ክትብል ስለ ለይትኽእልና ህይወት ደቂ ሰባትለ ከምኡ እዩ ንኣትዮ ገዛም ከምኡ እዩ ተተው ኢልና ኣቲና ተተው ኢልና ስኢልና ቁልፊ ቁልፊ ልሕዞ ለይባ የለ ኢሎምይ መትሓዚ የውሎም እዩ መትሓዚ ባዓልትና ልብና ክንጎርሕ ኣለና እና ስርቂ ብኣየይ ይሕለፍ እየሉሎ በደል በቃ ብኣየይ ይሕለፍ ልተረፍክን ኣሕዋተይ ማዓረይ እግዚኣብሔር ኣምላከ ይሓሊክን እና ሓደ ክልተ ሰባት ሰለስተ ሰባት ልሓተትክና ነለክን ዓድና ክንኣቱ ደሊና ሓሚምና እሞ መብራት ሓፍተይ ሃመይ ክንገብር ልበልክና ነለክን ኢምባሲ ክመፅእ ተሎ መጀመርያ መታወቂያ ትውፃእ ካብ ትግራይ ካብ ትግራይ መታወቅያ ኣውጺኽን ፎቶ ኣልዒሎም ይሰዱልክን እታ መታወቅያ ገንጺሎም ማለት እዩ ከኣ እታ ወረቀት እታ መታወቅያ ኣብ ሞባይልክን ሒዝክን ተደሊኽን ክተውጽኦ ትኽእላ ኢኽን ተደሊኽን ከኣ ኣብታ ሞባይልክን ሒዝክን ኤምባሲ መጽኦም ክበሃሉ ተሎ ኤልስባሲ ከይድክን ክልተ ጉርዲ ፎቶ ሃምዛና መታወቅያ ካብዛ

ምናምን ሳሙና ምናምን ሒዝክንኦ ትመጻ ኣብ ኢድክን ትንጥልጠል ማለት እየ ይምዘን እየ ናሒቕክና ናይ ኢድክን እተን ዕስራይ ሰለስተይ ኪሎ ግን ዕስራይ ኣርባዕተ ዕስራ ሓሙሽተ ኪሎ ተገይርክንኦ ብጣዕሚ እዮም ለፍኹልኽን ሓሙሽተ ሚእቲ ሽዱሽተ ሚእቲ ሪያል እዮም ለኽፉልኽን ካብኡ ደሞ ካብተን ዕስራይ ሰለስተ ዕስራይ ሰለስተ ኪሎ ትርፊ ክንማላእ ኢና ተኢልክን ዋላ ሓምሳ ኪሎ ኢለ ክትማላእ ትኽእልያ ክን ግን ቅርሹ ክባር እዩ ተኽኢልክን ቅድሚ ምምጻእኽን ሰለስተ ኣርባዕተ መዓልቲ ክቐርየክን ተሎ

ብመሰንጀር ይኩን ኣብ ዩቱብ ኮሜንት ኣቲክን ምሕታት ትክእላ ኢካ ካብኡ ደሞ መብዛሕቲኤክን ኣሕዋተይ ልረእኩክን ኣብ ኮሜንት ቲክቶክ እና ኣብ ዩቱብ ፌስቡካስ ተኣይ ልብል ልበልክና ኣሕዋተይ ኣለክን ፌስቡክ ናተይ ትደልያ ወይ ከዓ ሊንክ ትደልያ ሊንኩ ኣብ ፌስቡክ ኣሎ እዩ ካብኡ ከዓ እንድሕር ደሊክን ደሞ ሊንኩ ኣብ እግሪ ክፅሕፈልክን ይክእል እየ

መብራት ተኮይንኪ መብራት ተኮይንኪ መብራት እኳ ኮይንኪ ኢልኩምኒ መልሲ ነጊረኩም ኣይ ከምዚ የጋጢምኒ እዩ ኢለኩም ብከምዚ ነገር ክትወድቂ የብልኪ ክንሕግዘኪ ንክእል ኢና ልወልኩም ነሕዋተይ ደሞ ብዚ ኣጋጣሚ ብጣዕሚ እየ ልፎትየኩም ብጣዕሚ እየ ለመስግን ከምሊ ኢፋ ትዲኤፍ ኣዱ ወልድሽ ሓወይ ወድነይ ማለት መብርሂት ሓፍተይ ብጣዕሚ ብጣዕሚ እየ ለመስግን በተለይ ወድነይ ቃላት የብለይ እና በተለይ ኣብዚ ኩነታት እዚ ኣጋጢሙኒ ኣብ በቃ ኣብ ሕማቕ ደረጃ ኮይነ ኣጆኹይ ኢሉ መዓልትታት ተይቆፀረ ምንኣስ ምንኣሰይ ወልድሽ ሓወይ እፊርካ እተ ውድነይ መዓረይ ቀድሜኻ ይገረኒ ናትካ ልብርሃን ልክርኢ ከዓ ዕድመይ ጥዕና ይሃኒ ዝሓወይ መዓረይ ብዙሕ መስዋእቲ ከፊልካለ ኢኻ እና ውለታ መላሲት ይግበረኒ ዝሓወይ ማዓረይ ናትካ ፅቡቅ ናትካ ስኬት ናትካ ውላድ ልሓቅፉም ይግበረኒ ልርእም ይግበረኒ ዝሓወይ ማዓረይ ቃላት የብለይ ከምቲ ሕዙን ልበይ ልደበስካዮ እግዚኣብሔር ኣምላክ ናብራካ ብርሃን ይግበሮ ዝሓወይ ማዓረይ ብጣዕሚ እየ ልፎትየካ ብጣዕሚ እየ ለመስግን ላስሓቅካ ንበረለይ ቅድሚ ደቅነ ይግበረኒ

ኩሉ ግዜ ኣብ ዝልደወለለይ ሰዓት ሲ ኣብ ወረስ ዝኾነ እንትን ተሰሚዕኒ ርብሽ ኢለ በቃ ኣብ ኣብ ደገ ለለኽን ኣሕዋተይ ወዳት የጓላቲ ሰላም እግዚኣብሔር ብዙሕ ትርፊ የለልኩም ብሰላም ንመሬት ዓድኹም የውቅዕኹም ካብ ድንገታዊ ነገር ይሰውርኩም ብጣዕሚ የልፎትየኩም ስደትኩም ይሕፅረልኩም ቻው